ሰላም ሰላም ተኸታተልቲ መደብ ሄለን ታይምስ ከመይ ትኾኑ? ንሕና ኣምላኽ ይመስገን ጽቡቕ ኣለና። ከምዚ ናትና ብዝበለጸ ሰላም ክትህልዉ ናይ ወትሩ ትምኒትና እዩ። ሄለን ታይምስ ንዓኹም ንተዓዘብታ ንምሕጓስ ፍሉይ ዝኾነ መደባት ሒዛ ደበኽ ኢላትልኩም ኣላ። ካባኹም እንደልዮ ሃናጺ ርእይቶ፣ ሼር፣ ላይክ፣ ሳብስክራይብ ብምግባር ኣብ መዓልታዊ ዝዝርግሑ መደባት ተሳተፍቲ ክትኮኑ ብኽብሪ ንዕድመኩም። ንሎሚ ቀሪብናዮ ዘለና መደብ ኣብ ዓለም ብዕቤቱ ኣብ ቀዳማይ ደረጃ ዝስራዕ ፈለግ ኣማዞንን ትሕዝትኡን እዩሞ ምሳና ሓቢርኩም ክትከታተሉ ብኽብሪ ንዕድመኩም። ኣማዞን ኣብ ደቡብ ኣሜሪካ ዝርከብ ዓቢ ፈለግ እዩ። ብዕቤቱ ከኣ ኣብ ዓለም ኣብ ቀዳማይ ደረጃ ይስራዕ። ብንውሓቱ ከኣ ነቲ ኣብ ኣፍሪቃ ዝርከብ ፈለግ ናይል ተኸቲሉ ኣብ ካልኣይ ደረጃ ይርከብ። ጫካ ኣማዞን ኣርብዓ ሚእታዊት ንደቡብ ኣሜሪካ ሸፊንዎ ይርከብ። ብ ሽሕን ሓሙሽተ ሚእትን ኣርብዓን ሓደን ንመጀመርታ ግዜ ንኣማዞን ዳህሰሳ ዝገበረ ኤውሮጳዊ ወተሃደር ፍራንሲስኮ ደ ኦሬላና እዩ ነይሩ። ኣማዞን ኣብ ፈለማ ኤውሮጳውያን ማራንዮን ኢሎም ይጽውዕዎ ነይሮም፣ ክፋል እቲ ፈለግ ፔሩ ኸኣ ክሳብ ሕጂ በዚ ስም እዚ እዩ ዝፍለጥ። ጸኒሑ ብስጳኛን ብፖርቱጋልን ሪዮ ኣማዞናስ ተባህለ፣ ብእንግሊዝኛ ኸኣ ፈለግ ኣማዞን ተባሂሉ ተጸውዐ። እቶም ደቀባት ተዋጋእቲ ነቲ ኣብ መበል ዓሰርተ ሽዱሽተ ክፍለ ዘመን ፍራንሲስኮ ደ ኦሪላና ዝገበሮ ጉዕዞ ምስ ኣጥቀዕዎ፣ ሪዮ ኣማዞናስ ዝብል ስም ከም እተዋህበ ኢዩ ዝንገር። እታ ኣማዞን እትብል ቃል ንባዕላ ኻብቲ ኣብ ኢራን ዝርከብ ሃ ማዝኣን ብሓባር ዝዋግኡሉ ወይ ከኣ ኻብ ሃ ማዛን ተዋጋእቲ እትብል ቃል ዝመጸት ክትከውን ትኽእል እያ። ይኹን እምበር ካልኦት ምሁራት እዚ ስም እዚ ካብታ ኣማኖና እትብል መጥፍኢ ጃልባ ዝትርጉማ ናይ ደቀባት ኣሜሪካ ቃል ከም ዝመጸት ኣትሪሮም ይዛረቡ እዮም። ፈለግ ኣማዞን ካብ ምዕራብ ናብ ምብራቕ ዝውሕዝ ሰሜናዊ ክፋል ደቡብ ኣሜሪካ እዩ ዝርከብ። እቲ ምዕራባዊ ምንጪ፣ ካብ ሰለማዊ ውቅያኖስ ሚእትን ሱሳን ኪሎ ሜተር ርሒቑ ኣብ ዝርከብ ኣኽራን ኣንደስ እዩ ዝርከብ። እዚ ፈለግ'ዚ ካብ ኣኽራን ኣንደስ ፔሩ እዩ ዝምንጭው። ናብ ኣትላንቲክ ውቅያኖስ ቅድሚ ምፍሳሱ ከኣ ብኤኳደር፣ ኮሎምቢያ፣ ቬንዝወላ፣ ቦሊቪያ፣ ብራዚል ኣቢሉ እዩ ዝጓዓዝ። ዳርጋ ክልተ ሲሶ ቀንዲ ውሕጅ ኣማዞን፣ እቲ ዝዓበየ ክፋል ጋብላን ኣብ ውሽጢ ብራዚል እዩ ዝርከብ። ምንጪ ኣማዞን ዳርጋ ንሚእቲ ዓመት ዝኸውን ኣብ ሩባ ኣፕሪማክ ከም ዝነበረ እዩ ዝእመነሉ ነይሩ፣ ኣብዚ ቀረባ እዋን እውን ከይተረፈ ተሓቲሙ እዩ። ይኹን እምበር፣ ብ ክልተ ሽሕን ዓሰርተ ኣርባዕተን ኣብ ሮያል ጂኦግራፊካል ሾሻይቲ እትሕተም ጀምስን ኒኮላስን ዝስሞም ኣሜሪካውያን ዝገበርዎ መጽናዕቲ ምንጪ ኣማዞን ኣብ መትረብ ሪዮማንታሮ ከም ዘሎ ገሊጾም እዮም። ክሳብ መወዳእታ ኣማዞን ናብ ኣትላንቲክ ውቅያኖስ ዝወስድ ሰለስተ ዓበይቲ መተንፈሲ ኣለዎ፣ እዚ ኸኣ ክልተ ብሰሜናዊ ሸነኽ ደሴት ማራጆ፣ ብራዚል፣ እቲ ሓደ ኸኣ ብደቡብ እታ ደሴት ምስ ፈለግ ፓራ ዝሕብር እዩ። ኣማዞን ንውሓቱ ኣስታት ሽዱሽተ ሽሕን ኣርባዕተ ሚእትን ኪሎሜተር ከም ዝበጽሕ እዮም ተመራመርቲ ዝጠቕሱ። ንውሓቱ ዝውስኖ ብዙሕ ረቛሒታት ኣሎ። ንኣብነት፣ ኣቀማምጣ ጂኦግራፊያዊ ምንጭን ኣፍን ስፍሓትን መለክዒ ከምኡውን ንውሓት ዝለክዕ ሜላታት ኣሎ። መብዛሕትኡ እዋን ፈለግ ኒል ካብ ዓለም እቲ ዝነውሐ ከም ዝዀነ እዩ ዝንገረሉ፣ ንውሓቱ ኣስታት ሽዱሽተ ሽሕን ሽዱሽተ ሚእትን ሓምሳን ኪሎሜተር ክኸውን ከሎ፣ እቲ ካልኣይ ዝነውሐ ኸኣ ኣማዞን እዩ። ገሊኦም ተመራመርቲ ስነ-ፍልጠት፣ ኣማዞን ሽዱሽተ ሽሕን ትሽዓተ ሚእትን ተስዓን ክልተን ኪሎ ሜተር ንውሓት ከም ዘለዎ፣ ንውሓቱ ኸኣ ካብ ኒል ከም ዝነውሕ እዮም ዝዛረቡ። ነቲ ኻብ ደቡባዊ ኣማዞን ዝርከብ መንገድታት ማይ ብምውሳኽ ነዚ ውጽኢት እዚ ከም ዝረኸብዎ ገሊጾም እዮም። ፈለግ ኣማዞንን ገማግምቲ ፈለግን በቲ ኣብ ወቕቲ ዝናብ ዝዘንበሉ ሰፊሕ ዱር እዩ ዝልለ። ኣብ ዓመት እቲ ፈለግ ልዕሊ ሰላሳ ሜተር ይድይብ፣ ነቲ ኣብ ከባቢኡ ዝርከብ ዱር ድማ የዕለቕልቖ። እቲ ኣብ ኣማዞን ዝርከብ ምዕልቕላቕ ማይ ዘለዎ ጫካ ኣብ ዓለም ካብ ዘሎ ዓይነት እቲ ዝሰፍሐ እዩ። ኣብ እዋን ደረቕ ወቕቲ ብገምጋም ሚእትን ዓሰርተ ሽሕ ትርብዒት ኪሎሜተር እቲ መሬት ብማይ እተሸፈነ ክኸውን ከሎ፣ ኣብቲ ጠሊ ዘለዎ ወቕቲ ድማ እቲ ኣብ ገማግም ኣማዞን ዝርከብ ምዕልቕላቕ ማይ ናብ ሰለስተ ሚእትን ሓምሳን ሽሕ ትርብዒት ኪሎ ሜተር ይድይብ። ገምጋም ዕምቈት ፈለግ ኣማዞን ካብ ሱሳን ሽድሸን ክሳብ ሚእትን ሱሳን ኣርባዕተን ሜተር እዩ። እቲ ኻብ ኣማዞን ናብ ኣትላንቲክ ውቅያኖስ ዝፈስስ ማይ ኣዝዩ ብዙሕ እዩ፣ ኣብ ወቕቲ ዝናብ ኣብ ካልኢት ክሳዕ ሰለስተ ሚእቲ ሽሕ ኩቢክ ሜተር ይዝንብ። ካብ ሽሕን ትሽዓተ ሚእትን ሰብዓን ሰለስተን ክሳብ ሽሕን ትሽዓተ ሚእትን ተስዓን ድማ ኣብ ካልኢት ብገምጋም ክልተ ሚእትን ትሽዓተን ሽሕ ኩቢክ ሜተር ይዘንብ ከም ዝነበረ ተመራመርቲ ይዛረቡ። እቲ ፈለግ ብዙሕ ጽሩይ ማይ ናብ ኣትላንቲካዊ ውቅያኖስ ይፈስስ። ሓደ ሲሶ ካብቲ ኣብ ምድሪ ዝወጽእ ማይ ብኣማዞን ከም ዝጓዓዝ ይግመት፣ ናብ ውቅያኖስ ከኣ ይፈስስ። እዚ ማእለያ ዘይብሉ ጽሩይ ማይ እዚ፣ ነቲ ኻብ ገማግም ባሕሪ ሚእትን ሱሳን ኪሎ ሜተር ርሒቑ ዚርከብ ጨው ውቅያኖሳት የዳኽሞ። ፈለግ ኣማዞን ንኸም ሕርሻን ንመጓዓዝያን ንመግብን ዚኸውን ማይ ዝኣመሰለ ማእለያ ዘይብሉ ኣገልግሎት ይህብ እዩ። ፈለግ ኣማዞን መንበሪ ገዚፍ ተመን ኣናኮንዳን ሮዛ ዶልፊንን እቲ ሓደገኛ ዓሳ ፒራና እዩ። ልዕሊ ሓደ ሲሶ ካብቶም ኣብ ዓለም ዘለዉ ፍሉጣት ዓይነታት እንስሳታት ኣብቲ ልዕሊ ሓሙሽተ ሚልዮንን ኣርባዕተ ሚእቲ ሽሕን ትርብዒት ኪሎ ሜተር ዝዝርጋሕ ትሮፒካዊ ዱርን ገማግም ፈለግን ኣማዞን እዮም ዝነብሩ። ብዝተፈላለየ ዓይነት ኣትክልትን እንስሳታትን ኣብ ዓለም እቲ ዝሃብተመ ትሮፒካዊ ጫካ እዩ። ኣማዞን ሓንቲ ካብተን ኣብ ምድሪ ንከም በዓል ጃጓር፣ ሃርፒ ንስሪ፣ ሮዛ ዝሕብሩ ዶልፊን፣ ጸሊም ሳሬት ከምኡ'ውን መርዛም ዕንቊርዖብ ኣብ ምድሪ ዝርከባ ናይ መወዳእታ መዕቆቢታት እያ። ኣብዚ እዋን እዚ ኣብ ገማግም ኣማዞን ልዕሊ ሰለስተ ሽሕ ዓይነት ዓሳ ኣለዉ፣ ኣብ ዓመት ድማ ዝያዳ ዓሳታት ይርከብዎም። ብዙሓት ዓይነታት ዓሳታት ዘይተዳህሰሱ ከም ዘለዉ እቶም ተመራመርቲ ወሲኾም ይሕብሩ። ከምኡ'ውን ልዕሊ ሰለስተ ሚእትን ሰብዓን ዓይነት ለመምትን ኣርባዓ ሽሕ ዓይነት ኣትክልትን ኣብዚ ቦታ ይርከቡ። ከም ሃሚንግበርድ፣ ትኳን ሰሚንቶ፣ ከምኡ'ውን ማካው ዝኣመሰላ ብኣሽሓት ዝቑጸራ ዝተፈላለየ ዓይነት ኣዕዋፍ ዝሓቖፈ ቦታ እዩ። ኣብ ፈለግ ኣማዞን ብዙሓት ካብቶም ኣብ ዓለም ዘለዉ ሓደገኛታት እንስሳታት ይርከቡ። ንሳቶም ከኣ እቲ ካብ ዓለም ዘለዉ እቲ ዝገዘፈ ቀጠልያ ኣናኮንዳ፣ ፒራናስ፣ ጸሊም ሻርክ፣ ፓየር፣ ዓሳ ቫምፓየር ከምኡ'ውን ፓኩ ዝበሃል ሓደገኛ ዓሳ ይነብርዋ። ተመራመርቲ ከም ዝሕብርዎ፣ ኣማዞን ከባቢ ዓሰርተ ሓደ ነጥቢ ሸሞንተ ሚልዮን ዓመት ከም ዝገበረ እዮም ዝሕብሩ። ኣብዚ ቀረባ እዋን እተገብረ ስነ መሬት ከም ዝሕብሮ፣ ፈለግ ኣማዞን ንሚልዮናት ዓመታት ካብ ምብራቕ ናብ ምዕራብ ገጹ ኣንፈት ይውሕዝ ከም ዝነበረ፣ ኣብ መወዳእታ ኣኽራን ኣንደስ ናብ ሰላማዊ ውቅያኖስ ንኺውሕዝ ብምዕጋት፣ ናብቲ ኣብ ኣትላንቲክ ውቅያኖስ ዝርከብ ኣፉ ኣንፈት ከም ዝቕይር ገበሮ። ኣብ ከባቢ ፈለግ ኣማዞን ዝርከብ ቦታታት ሰፊሕን ማሕበረሰብ ደቀባት ከም ዝነበረ ዝሕብር እኹል መርትዖ ኣሎ፣ መብዛሕትኦም ከኣ ዝማዕበሉ ከተማታት እዮም። ተመራመርቲ ስነ ጥንቲ ከም ዝግምትዎ፣ ስጳኛውያን ወራራት ደ ኦሬላና ብ ሽሕን ሓሙሽተ ሚእትን ኣርባዓን ሓደን ንኣማዞን ክሰግርዋ ከለዉ፣ ልዕሊ ሰለስተ ሚልዮን ዝኾኑ ደቀባት ኣብ ከባቢ ኣማዞን ይነብሩ ከምዝነበሩ ይሕብሩ። ኣብ ኣማዞን ዝርከብ ዱርን ዘጨዋም ማይን ኣብ ሓደጋ እዩ ዘሎ። ካብ ክልተ ሽሕ ኣትሒዙ ኣብ ጫካ ኣማዞን ሱሳን ትሽዓተ ሚእታዊት ዝናብ ነክዩ ኣሎ፣ እዚ ኸኣ ኣብ ሓደጋ ከምዘሎ ተመራመርቲ ይገልጹ። ዝኸበርኩም ተኸታተልቲ ሄለን ታይምስ ንሎሚ ዘቕረብናልኩም መደብ ነዚ ይመስል። ብዘቕረብናዮ መደብ ዓጊብኩምን ተዘናጊዕኹምን ክትኮኑ ትምኒትና እዩ። ኣብ መደብና ዘለኩም ርእይቶ ወይ ድማ ነቐፌታ ኣብ ቦታ ኮመንት ኣስፍሩልና። ንምትብባዕና ከኣ ሼር፣ ላይክ፣ ሳብስክራይብ ብምግባር ኣይትረስዑና እንዳበልና ኣብ ዝመጽእ ብኻልእ መደብ ክሳብ ንራኸብ ሰሰናዩ።